ሰላም ዝኸበርኩም ተኸታተልቲ ቤን ቲቪ ንሎሚ ሰንበት ሰለስተ ሓምለ ዝተዳለወ ዕለታዊ ዜናታት ዘልኩ መፅ ኣለኹ ከም ወትሩ ክሳብ ፍፃሚ መደባትና ንክትከታተሉና እንዳዓደምኩ በቐዳምነት ኣርእስተ ዜና ኣብ ኤርትራ ኣልፋ ኤክስፕሎሬሽን ምህርቲ ወርቂ ክሓፍስ ጀሚሩ ሱዳን ንዶባዊ ግጭት ከም መፍትሒ ውሽጣዊ ቅልውላው ትጥቀመሉ ኣላ ክትብል ኢትዮጵያ ኸሲሳ። ኬንያ ብቕትለት ዝተጠርጠሩ ኣርባዕተ ቻይናውያን ናብ ኢትዮጵያ ኣረኪባ። ሩስያን ዩክሬንን ክልቴን ንከተማ ሊሴቻንስክ ተቆጻጺርና ይብላ። ጥንሲ ንምስዳድ ዝጓዓዛ ደቂ ኣንስትዮ ብመንግስቲ ፌዴራል ሓለዋ ከም ዝግበረለን ፕሬዚደንት ጆ ባይደን ከም ዝገለጸን ካልእን ዝድህስስ መደባት ሒዘልኩም መጺኤ ኣለኹ። ሰናይ ናይ ምክትታል ግዜ እንዳ ተመነኹም ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቁ ብክብሪ ይዕድመኩም። ኣብ ኤርትራ ኣልፋ ኤክስፕሎሬሽን ምህርቲ ወርቂ ክሓፍስ ጀሚሩ። ሓደ ካብቶም ኣብ ኤርትራ ዕደናታት ዘካየዱ ዘለዉ ትካላት ኣልፋ ኤክስፕሎሬሽን ናይ መወዳእታ ውጽኢት ምህርቱ ከርእይ ከም ዝጀመረ ኣፍሊጡ። እቲ ትካል ኣብ ዘውጽኦ መግለጺ ኣብ ደቡባዊ ምዕራብ ኤርትራ ዝርከብ ፕሮጀክት ከርካሻ ናይ ወርቂ ዕደና ንምክያድ ካብ ዝመደቦ ናይ ዓሰርተ ትሽዓተ ተኮዕታ ጎዳጉዲ ኣብ ወርሒ ግንቦት ምዛሙ ኣቐዲሙ ኣፍሊጡ እዩ። ካብዚ ናይ ውርቂ ኩዕታት ዞባታት ኣብ ሰለስተ ቦታታት ናይ ሸውዓተ፣ ዓሰርተ ሸውዓተ፣ ዕስራን ሸውዓተን ሜትሮታት ኣዕጋቢ ውጽኢት ረኺቡሉ ከምዘሎ ኣልፋ ኤክስፕሎሬሽን ኣፍሊጡ። ኣብዚ ዝሓለፈ ክልተ ዓመታት እቲ ትካል ኣብ ካልእ ሰለስተ ቦታታት ኤርትራውን ኣፈናዊ መጽናዕቲ ኣካይዱ ተስፋ ዝህብ ውጽኢት ረኺቡ ከምዘሎ ኣፍሊጡ። ኣብዚ ፕሮጀክትዚ ኣልፋ ኤክስፕሎሬሽን ናይ ዓሰርተ ሰለስተ ሚልዮን ዶላር ወፍሪ ከካይድ እንከሎ፣ ሚእትን ሰላሳን ሓሙሽተን ኪሎ ሜተር ካብ ኣስመራ ርሒቑ ዝርከብ ፕሮጀክት ኣብ ሸን ትሽዓተ ሚእትን ዒስራታት ኢጣላውያን ገዛእቲ ወርቂ ክዕድንሉ ጀሚሮም ምንባሮም ይፍለጥ። ኣብ ሱዳን ዘሎ ዶባዊ ግጭት ከም መፍትሒ ውሽጣዊ ቅልውላው ትጥቀመሉ ኣላ ክትብል ኢትዮጵያ ከሲሳ። ዶባዊ ምስሕሓብ ሱዳንን ኢትዮጵያን ኣብ ዝለዓለ ወጥሪ ኣብ ዝርከበሉ ዘሎ እዋን ወታደራዊ መንግስቲ ሱዳን ነቲ ምስሕሓብ ኣህጉራዊ መልክዕ ክትሕዝ ፈቲኑ ክብል መንግስቲ ኢትዮጵያ ከሲሱ። ምኽትል ቀዳማይ ሚኒስተር ኢትዮጵያ ደመቀ መኮንን ኣብ ሃገሩ ንዝርከቡ ኣምባሳደራት ብዕለት ሰላሳ ሰነ ኣብ ዝሃብዎ መብርሂ ነቲ ብሓይልታት ትግራይ ዘተኻየደ ሽርሒ ዝበሎ ፍጻሜ መንግስቲ ሱዳን ንናይ ገዛእ ርእሱ ውሽጣዊ ጸገማት መሸፈኒ ይጥቀመሉ ኣሎ ክብል ከሲሱ። ሰራዊት ኢትዮጵያ ሸውዓተ ወታደራት ረሺኑ ብምባል መንግስቲ ሱዳን ሕንሕንኦም ንምፍዳይ ናብ ከቢድ ብረት መጥቃዕቲ ከካይድ ምጅማሩ ኣቐዲሙ ተገሊጹ እዩ። እንተኾነ ፌደራላዊ መንግስቲ ኢትዮጵያ ነቲ ፍጻሜ ዘሕዝን ኢሉ እኳ እንተገለጾ ኣብቲ ቦታ ብዝንቀሳቐሱ ዕጡቓት ምልሻ ደኣ እምበር ሰራዊት መንግስቲ ኣይፈጸሙን ክብል እዩ ምላሽ ሂቡ። መንግስቲ ሱዳን ንሽምግልና ኢጋድን ሕብረት ኣፍሪቃን ሰጊሩ ብቐጥታ ናብ ውድብ ሕቡራት ሃገራት ክሲ ምቕራቡ ካብቲ ገጢምዎ ዘሎ ህዝባዊ ተቓውሞ ንምግልጋል ኣቓልቦ ህዝቢ ንምጥምዛዝ ከም መመሳመሲ ይጥቀመሉ ኣሎ ክብል እዩ ምክትል ቀዳማይ ሚኒስተር ደመቀ መኮነን ዝገልጽ። ውድብ ሕቡራት ሃገራት ዝርከብዎም ዞባውያን ኣህጉራውያን ትካላትን መንግስታትን ክልቲኦም ወገናት ናብ ኲናት ዘምርሕ ተጻብኦታት ካብ ምግባር ክቑጠቡን ጉዳዮም ብልዝብ ክፈትሑን ምሕጽንታ ኣቕሪቦም እዮም። በዘይ ካብ ሓድሽ መልክዑ ጀሚሩ ዘሎ ዶባዊ ግጭት ኢትዮጵያን ሱዳንን ብጉዳይ እቲ ኢትዮጵያ እትሃንጾ ዘላ ሃይድሮ ኤሌክትሪክ ጸዓት እውን ክልቲኤን ሃገራት ዘይተፈትሐ ጉዳይ ከም ዘለወን ይፍለጥ። ኬንያ ብቕትለት ዝተጠርጠሩ ኣርባዕተ ቻይናውያን ናብ ኢትዮጵያ ኣረኪባ። ፖሊስ ኬንያ ብቕትለት ሓደ ቻይናዊ ዜጋ ዝተጠርጠሩ ኣርባዕተ ውልቀ ሰባት ናብ ምምሕዳር ፖሊስ ኢትዮጵያ ከም ዘረከበ ማዕከናት ዜና እታ ሃገር ሓቢረን። እቶም ኣርባዕተ ክሱሳት እውን ምስቲ ግዳይ ዜጋታት ሓንቲ ሃገር ቻይናውያን እዮም። እዞም ብቕትለት መሳርሕቶም ተኸሲሶም ዘለዉ ቻይናውያን ኣብ ኣዲስ ኣበባ ኣብ ሓደ ቤት መግቢ ነቲ ገበን ምስ ፈጸሙ ብኡ ንብኡ ናብ ኬንያ ከም ዝሰገሩ እዩ እቲ ቀሪብሎም ዘሎ ክሲ ዝሕብር። ገበን ንምቁፅፃር ሓይልታት ፖሊስ ኬንያን ኢትዮጵያን ብሓባር ክሰርሑ ኣብ ወርሒ ለካቲት ክልተ ሽሕን ዕስራን ክልተን ስምምዕ ምኽታሞም ዝዝከር እዩ። ኣብ ዝተፈላለያ ሃገራት ኣፍሪቃ ስራሕ ተዋፊሮም ዘለዉ ዜጋታት ቻይና ዝተፈላለዩ ገበናት፣ ዓሌትነትን ኣፈላላይን ዝብሉ ክስታት ካብ ግዜ ናብ ግዜ ክቐርበሎም ፀኒሑ እዩ። ብፍላይ ኣብ ኬንያ ዝርከቡ ቻይናውያን ናብ ፖሊስ ዝቐርበሎም ክስታት ብምብዝሑ ኣብታ ሃገር ዝርከብ ኣምባሳደር ቻይና እውን ፐንግ ዜጋታቱ ኣብ ኬንያ ኣብ ዝጸንሕሉ ናይ ሕጊ'ታ ሃገር ከኽብሩ እንተዘይኮይኖም ግን ንዓደም ከፋንዉ ምዃኖም ኣጠንቂቑ'ዩ። ሩስያን ዩክሬንን ክልቲኤን ንከተማ ሊሰቻንስክ ተቖጻጺርና ይብላ። ሓይልታት ሩስያን ዩክሬንን ንምብራቓዊት ከተማ ዩክሬን ዝኾነት ሊሰቻንስክ ከምዝተቖጻጸሩዋ በብወገኖም ይገልጹ ኣለዉ። ዩክሬን ሰራዊታ ነቲ ካብ ሩስያ ዝወርድ ዘሎ ጽዑቕ ደብዳብ ክምክት እንከሎ፣ እታ ከተማ ግን ኣብ ኢድ ሩስያ ኣይኣተወትን ትብል። እንተኾነ ብሩስያ ዝድገፉ ተገንጸልቲ ሓይልታት ናብታ ከተማ ብምእታው ኣብ ማእከል በጺሖም እዮም። ማዕከን ዜና ሩስያ እቶም ተገንጸልቲ ሓይልታት ሰራዊት ሩስያን ብጎደናታት እታ ከተማ እናሓለፉ ዘርእዩ ተንቀሳቐስቲ ምስልታት ዘርጊሖም እዮም። ምንጭታት ሩስያ'ውን ኣብ ማእከል ዝዓነወ ምምሕዳር እታ ከተማ ባንዴራ ሶቭየት ተሰቒሉ ዘርእዩ ተንቀሳቐስቲ ምስልታት ኣብ ትዊተር ለጢፎም እንተኾነ እዚ ኣይተረጋገጸን። ሊሰቻንስክ ኣብ ዞባ ሉሃንስክ ኣብ ኢድ ዩክረይን ዝተረፈት እንኮ ከተማ ኮይና ኣካል ኢንዱስትርያዊ ዞባ ዶንባስ እያ። ኣብ ዝሓለፈ ወርሒ ሩስያ ኣብ ጥቓ እዛ ከተማ ንእትርከብ ሲቨርዶነትስክ ተቖጻጺራ እያ። ኣመሓዳሪ ዞባ ሉሃንስክ ሰርሂ ሃይዳይ ኣብ ልዕሊ ሊሳንቸስክ ዝተፈጸመ መጥቃዕቲ ዕረፍቲ ከም ዘይነበሮ ብምግላጽ ሰራዊት ሩስያ ብዝተፈላለየ ኣንፈት ናብታ ዝተኸበት ከተማ ይጽጋዕ ኣሎ ክብል ተዛሪቡ። ኣምባሳደር ሪፖብሊክ ህዝቢ ሉሃንስክ ኣብ ሩስያ ሮዲን ሚሮሺንክ ንማዕከን ዜና ሩስያ ኣብ ዝሃቦ ቃል፣ ሊሰቻንስክ ኣብ ትሕቲ ቁጽጽር ኣትያ'ያ ግን ድማ መሊኣ ናጻ ኣይወጸትን ኢሉ። ሰራዊት ሩስያ ኣብ ማእከል እታ ከተማ ምእታዎም ዘርእዩ ምስልታት ዘርጊሑ'ዩ ኢሉ። ዩክሬን ናብ ሰራዊት ሰሜን ኣትላንቲክ ወይ ከኣ ኔቶ እናተጸገዐት ድሕሪ ምምጻእ ሩስያ ብ ዕስራን ኣርባዕተን ለካቲት ክልተ ሽሕን ዕስራን ክልተን ንዩክሬን ካብ እትወራ ጀሚራ ንዩክሬን ካብ ወታደራዊ ህላወ ነጻ ክትገብራን ናዚ ክተጥፍእን ከም እትደሊ ትገልጽ። በዚ ምኽንያት ኣሽሓት ሰላማውያን ሰባትን ወታደራትን ሕሙማትን ቁስላትን ክኾኑ እንከለዉ ኣስታት ዓሰርተ ክልተ ሚልዮን ሰባት ካብ ቤት ንብረቶም ተመዛቢሎም እዮም። ሃገራት ምዕራብ ኣብታ ልዕለ ሓያል ኒዩክለርን ኣቕራቢ ዓለምለኻዊ ጸዓትን ዝኾነት ሩስያ ኩለ መዳያዊ እገዳታት ብምግባር ንዩክሬን ዘለወን ደገፍ ኣርኣየን እየን። ብኻልእ ዜና ኣብ ከተማ ሃርኪቭ ብዝተፈጸመ ተኸታታሊ መጥቃዕቲ መንገዲ ባቡር መስመራት ኤሌክትሪክን ከም ዝዓነወ ተገሊጹ። ክሳብ ሕጂ ኣብ ልዕሊ ሰባት ዝበጽሐ ጉዳት ዝምልከት ግን ዝወጸ ሓበሬታ የልቦን። ኣብ ጥቓ ዶብ ሩስያ ኣብ እትርከብ ደቡባዊት ከተማ ሞኮሊቭ ናብ ወደብ ኤዴሳ ቀንዲ መተሓላለፊት ዝኾነት ብከበድቲ ነቶግታት ተናዊጻ። እዚ ነታጒ ድሕሪ እቲ ሩስያ ኣብ ጥቓ ወደብ ኦዴሳ ኣብ ዝርከብ ህንጻ ብዝፈጸመቶ መጥቃዕቲ ሚሳይል ልዕሊ ዕስራ ሰባት ቀቲላ ዝብል ክሲ ምውጽኡ ኣጋጢሙ። ሚኒስትሪ ምክልኻል ሩስያ ሓይሊ ኣየር ሃገሩ ሓሙሽተ ኮማንድ ፖስትታትን ብርክት ዝበሉ መኽዘን ኣጽዋርን ከም ዘዕነወ ገሊጹ እንተኾነ እዚ ብዘሻራዊ ኣካል ኣይተረጋገጸን። ትማሊ ቀዳም ፕሬዚደንት ቤላሩስ ምክልኻል ኣየር ሃገሩ ሚሳይላት ዩክሬን ሃሪሞም ከም ዘውደቑ ተዛሪቡ ነይሩ እዩ። ኣበይ ዝብል ግን ብርግጽ ኣይተነጸረን። ንሱ መላፍንቲ ፕሬዚደንት ቭላድሚን ፑቲን ኮይኑ ወታደራት ሩስያ ካብ ወርሒ ለካቲት ጀሚሩ ንዩክሬን ንክወሩ ኣፍቂድሎም እዩ። ይትዃትኹን ኣለዉ ቅድሚ ሰለስተ መዓልቲ ቅድም ኢሉውን ክኸውን ይኽእል ካብ ግዝኣት ዩክሬን ኣብ ግዝኣት ቤላሩስ ንዘለዉ ወታደራዊ ናውቲ ንምጥቃዕ ፈተነ ተገይሩ። ኣምላኽ ይመስገን ግን እቲ ፀረ ኣየር ስርዓታትና ንኹለን ሚሳይላት ከፍሽልን ክኢሉ ክብል ፕሬዚደንት ኣሌክሳንደር ሉካቬሸንኮ ተዛሪቡ። ወሲኹ ኣብ ዩክሬን ክንዋጋእ ኣይንደልን ኢሉ። ሚኒስትሪ ምክልኻል ዩክሬን ብወገኑ፣ ሩስያ ኣብ ግዜ ሶቭየት ዝነበሩ ጸረ መርበብ ሚሳይላት ተጠቂማ ክብል ከሲሱ። ኣብ ክሪሚንቹክ፣ ኦዴሳን ብዙሓት ሰላማውያን ሰባት ዝቐተሉ ክኾኑ ይኽእሉ እዮም ክብል ገሊጹ። ጥንሲ ንምስዳድ ዝጓዓዛ ደቂ ኣንስትዮ ብመንግስቲ ፌደራላዊ ሓለዋ ከምዝግበረለን ፕሬዝደንት ጆ ባይደን ገሊጹ። ላዕለዋይ ቤት ፍርዲ ኣሜሪካ ነቲ ን ሓምሳ ዓመታት ዝጸንሐ መስደድ ጥንሲ ዘፍቅድ ሕጊ ምስራዙ ስዒቡ ሚልዮናት ደቂ ኣንስትዮ ካብ ወርሒ ሰነ ጀሚሩ እዚ መሰለን ስኢነን ኣለዋ። እቲ ውሳነ ሓድሕድ ግዝኣታት ኣሜሪካ ምንጻል ጥንሲ ዝኽልክሉ ሕግታት ከውጻ ባይታ ዝፈጥር እዩ። ጎጉል ብወገኑ ናብ ጥንሲ መስደዲ ክሊኒካት ዝኸዳ ደቂ ኣንስትዮ ንቁጽዓት ክዳረጉ ዝኽእሉ ሓበሬታታት ካብ ማዕከኑ ምጥፋእ ከምዝጅምር ገሊጹ ኣሎ። ምስዳድ ጥንሲ ኣብ ዝተኸልከለሎም ከባቢታት ዝነብራ ደቂ ኣንስትዮ ናብ ዘይክልከላ ግዝኣት ክጓዓዛ ከም ዝኽእላ ይግመት። ፕሬዝደንት ባይደን ምስ ኣባላት ሰልፊ ዲሞክራት ኣብ ዝነበሮ ኣኼባ ገለ ግዝኣት ጥንሲ ክሰዳ ንዝጓዓዛ ደቂ ኣንስትዮ ክእሰራ ከም ዝኽእላ ተዛሪቡ። ሰባት ከምኡ ከጋጥም ይኽእል'ዩ ኢሎም ዝኣምኑ ኣይመስለንን፣ ግን ከኣ ከጋጢም'ዩ ኢሉ። ብተወሳኺ ምስዳድ ጥንሲ ኣብ ዝኽልከለላ ግዝኣት ጥንሲ መስደዲ ክኒናታት ክህሉ ከምዝግበር እቲ ፕሬዝደንት ገሊፁ። እንተኾነ ኢድ ኣእታውነት መንግስቲ ፌዴራል ምስ ግዝኣታት ናብ ካልእ ሕጋዊ ክርክር ክእትዎም ከምዝኽእል ሙሁራት ይገልፁ። እቲ ነቲ ንሓምሳ ዓመታት ዝፀንሐ ሕጊ ዝቐየረ ውሳነ ላዕለዋይ ቤት ፍርዲ ኣብ መላእ ኣሜሪካ ድንጋፀ ፈጢሩ እዩ። ውሳነ እቲ ቤት ፍርዲ ክሳብ ሰለስተ ወርሒ ኣብ ዘሎ ግዜ ምስዳድ ጥንሲ ዝፍቀድ ኮይኑ ድሕሪኡ ኣብ ዘለዉ ኣዋርሕ ግን ግዝኣታት ክኽልክላ ክገብራ ዘፍቅድ እዩ። እቲ ውሳነ ስዒቡ ዛጊት ዓሰርተ ሰለስተ ግዝኣታት ምንጻል ጥንሲ ከልኪለን ኣለዋ። ፕሬዝደንት ባይደን ኣብ ቀረባ ኣብ ዘካየዶ ምርጫ ኮንግረስ ሰልፊ ዲሞክራት እንተተዓዊቱ ጥራሕ እቲ ባይቶ ነቲ ሕገ መንግስታዊ መሰል ናይ ምምሳል ስልጣን ከምዝህልዎ ሓቢሩ። ምስዳድ ጥንሲ ኣብ ዝኽልከለላ ግዝኣት ፖሊስ ጉዕዞ ታሪኽ ሰደድቲ ጥንሲ ኣብ ቴሌፎንን ጉጉልን ብምልኣኽ ኣብ ቀይዲ ከውዕል ከም ዝኽእል ስግኣታት ኣሎ። ነዚ'ዩ ድማ ጉጉል ካብ ቀጻሊ ሰሙን ጀሚሩ ምስ ምንጻል ጥንሲ ርክብ ዘለዎም ጉዕዞታት ዓማዊሉ ከጥፍእ ምዃኑ ገሊጹ ዘሎ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን፣ በብዘለኹሞ ሰላም።